ዝኸበርኩም ተኸታተልትና ዘለናዮ ቦታ ኣዲስ ሰፈር ሳሪስ ኮይኑ ኣብ ኤርትራውያን ዝውንንዎ ትካል ቤት መግብን መስተን ኣቲና ኣብኡ ዝርከቡ ኤርትራውያን ከምኡውን ብዕድመ መታዕቢቲ ገለ ስለ ዝረኸብና ንእሽተይ ናይ ሕቶን ናይ ሓፊሻዊ ፍልጠት ሕቶታትና ዳይልና ብምክንያት ሓድሽ ዓመትን ሰናይ ምክትታል መጀመርያ ሙሉእ ስምካ
መጀመርታ ሽማይ ገረ ይበሃል ዝቕመጠሉ ሰፈር ከዓ ኣዲስ ሰፈር ማለት እዩ
ኦኬ ፅቡቅ ገሬ ብምክንያት ሓድሽ ዓመትን በዓል ልደትን ኖርማል ሓፈሻዊ ፍልጠት ሕቶታት ኣለዋና ሓሙሽተ ሕቶ ኣለዋና ካብዘን ሓሙሽተ ሰለስተ ተመሊስካ ሞባይል ካርድ ናይ ሚእቲ ብር ወይ ድማ ሚእቲ ብር ብልጫ ኣለካ ጽቡቕ ዕድል ሕራይ ገረይ ቀዳመይቲ ሕቶ ምስላ ይሓተካ

ትጠርድ ዶ ክንብሎ እሞ ኣይፈለጥኩን ኣይፈልጥን ኣይፈለጥኩን ሕራይ እዛ ሕቶ ብዕድመ ዕብይ ዝበሉ ኣቦና ኣለዉ ሽሞም ሓይትኪ እዛ ሕቶ ንዖም ሕተት እዮም ምስ ዓበይቲ እያ ትኸይድ መስለኒ ሕራይ ሰላም ባባ እኔ ስባቱ በሃሊ

ምስ ከደት ዘይትምለስ ምስ ተጠውየት ዘይትቅለስ እንታያ ውሕጅ። ኣይኮነትን ኣጆኻ ፈትን ምስ ከደት
ዘይትምለስ ምስ ተጠውየት ዘይትቅለስ ኣጆኻ ኣጆኻ ፈትን
ኣይፍለጥኩን ኦኬ ምስ ከደት ዘይትምለስ ምስ ጠጠው ዘይትቕለስ ንእስነት እያ ፅቡቅ ነት ዘይትምለስ ገያሽ ኢድ ካብ ኮነት ዘዕወተላ ከይሓለፈት እንከላ ዘይዓየላ ኣታ ምሳይ እንከላ ዓቢደይ እንከላ ታሪኽ ዘይሰርሓላ
ስፖርት ክሓተከ ስፖርት ድሓን ዲኻ ትከታተል ዲኻ ኦኬ ኣብዚ ሕጂ እዋን ኣብ ላሊጋ ክለብ ብጣዕሚ ጽቡቕ ሽም ዝናን እንዳሓዘ ዝመጽእ ዘሎ ተጻዋታይ ኩዕሶ ኤርትራዊ መን ይበሃል
ሄኖክ

ኣብ ኤርትራ ዝበረኸ እምባ መን ይበሃል? ኣበይ ቦታ ከ ይርከብ? እምባ ሶይራ ኣብ ኣብዚ ዞባ ደቡብ ይርከብ ማለት እዩ። ጽቡቕ ኣለኻ።
ኣበይ ኣበይ ንኡስ ዞባ ይርከብ? ንኡስ ዞባ
ሰንዓፈ። ኣንበሳ ኣንበሳ ጽቡቕ መሊስካያ ኣለኻ መሊስካያ። ኦኬ ኣ- ኣነ ክሓተካ ደልየ ዘለኹ ቴሌፎንካ እንተትጠፍኣካሲ እንታይ ም ተስምዓካ ካብ ኩሉ ነገር?
ብሓዕሚ ሕማቅ ይስምዓካ።
ማለት ከመይ ማለት እታ ቴሌፎን ም- ምጥፋኣስ ንዓኻስ ቀንዲ ክስምዓካ ዝኽእልስ እንታይ እዩ? እ፣ ምክንያቱ እታ ቴሌፎን ዘይኮነ እቲ ኣብኡ ዘሎ ዶክሜንታት እ፣ ዝኾነ ናይ ኣዕሩኽትኻ ስልኪ ዝተፈላለየ ኣብኡ ዘሎ እዩ ዝያዳ ንዓኻ ክስታይ ዝገብረካ ኣብኡ ዘሎ ስእልታት ዝተፈላለየ ኣብኡ ዘሎ ክጠፍእ ከሎ ንሱ እዩ ዝያዳ ዝሕረቐካ እምበር ናይ ሞባይል ብዙሕ ፀገም ኣይህልዎን ማለት እዩ ዝያዳ እቲ ዘሎ ዶክሜንታትን ኩሉ ነገራት ክጠፍኣካ ከሎ ዝያዳ ንዕኡ ስለ ዘይትረኽቦ ንሱ ዝያዳ ክስታይ ይገብረካ ማለት እዩ ኦኬ እሳ ባዕላ ምጥፋእኺ ቁርብ ስማዓካ ኣይምኽኣልን? ይስማዓካ እንድዩ ግን ዝያዳ ዝያዳ እስኻ ትገብሮ እቲ ኣብኡ ዘሎ እሳ ከተምጽኣ ትኽእል ኢኻ ዝያዳ ግን ነቲ ዶክሜንቲ ምሳኻ ዝነበሩ ርኹትኻ ብዝተፈላለየ መንገዲ ናብ ዝተፈላለዩ ቦታታት ክኸዱ ይኽእሉ እዮም ካልኣይ ግዜ ነቲ ስእልቲ ስለ ዘይትረኽቦ ዝያዳ ንሱ ክሳይ ክገብረካ ይኽእል
ኦኬ ፅቡቕ ፅቡቕ ብሓፈሻ እታ ቴሌፎን ባዕላ ምጥፋኣ እንዲ ትቐንዲ ከጉሄካ ወይ ከሕርቐካ ወይ ክስማዕካ ዝኽእል ነገር ግን ዝበዝሕ መልሲ መሊስካ ኢኻ
ምስላ ሓተኩን ዓሻስ ያይ ቅልፅሙ እንተሓበጠ ዳሽ ይመስሎ ዓሻስ ዓሻስ ቅልፅሙ እንተሓበጠ ዳሽ ይመስሎ
ዝጎበዘ መስሎ ዝጎበዘ መስሎ ዝሓየለ ይመስሎ መሊሶም ኣለዉ
ኦኬ ፅቡቕ ናይ መወዳእታ ሕቶ ንዓኻ ክሓተከ ርእሰ ከተማ ናይ ኤርትራ መን ትባል? ኣስመራ።
ኦኬ ኣስመራ ብኣጻዋውዓ ኢታልያውያን እንታይ ተባሂላ ትጽዋዕ ወይ ካል ኣጻዋውዓ ብኢታልያውያን ወይ ኢጣልያውያን ጣልያንስ እንታይ ኢሎም ይጽውዕዋ? ንእሾ ሮማ ገለ ይብልዋ።
ጽቡቕ ብኸመይ እዮም ከምኡ ዝብልዋ? ምክንያቱ እቲ ኣቃውማ ናቱ እንደገና እቲ ክሊማ ዝያዳ እቲ ቃወማ ከዓ ልክዕ ከምኡ ዓይነት ኣቃውማ ስለ ዘለዎ ማለት እዩ ኦኬ ጽቡቅ ጽቡቅ እቲ መልሲ መሊስካያ ኣለኻ ክልተ መልሲ መሊስካ ሰለስተ ስለ ዘይመለስካ ግን ክንጋብዘካ ኢና እንታይ ኢኻ ሰቲ
ከየበርትዓልኩም ዳ ደሓን ንሓን ሓንቲ ድራፍት ክሰት እየ
ቃራይሺ ድራፍት ጃምፖ ብዝኾነ ብምኽንያት ሓድሽ ዓመትን በዓል ልደትን ናይ ዮሃና ምልእኽቲ ክትህብ ዕድል ክበክያ ወይ ንክልተ ሽሕን ዒስራን ብኸመይ ትጽበያ ወይ እንታይ ክትኮነልካ ትደሊ?
ጽቡቕ ክልተ ሽሕን ዒስራን ካብቲ ዝሓለፈ ናይ ክልተ ሽሕን ዓሰርተ ትሽዓተን ብዝበለጸ ማለት እዩ ብኩሉ ነገራትካ ኣተሓሳስባኻ ብኩሉ ነገራት ተቐይርና ናብ ዝለዓለ ሓሳባትን ዝተፈላለየ ለውጢ ካብዚ ዘለናዮስ ዝዓበየ ለውጢ ክንገብር ተስፋ ኣለኒ። ዓመተ ሰላም ዓመተ ራህዋ ከዓ ንሙሉእ ህዝቢ ኤርትራ ኣብ ኩሉ ዓለም ዝርከብ ህዝቢ ኤርትራ ዮሃና ክብል ይፈቱ ማለት እዩ። ኦኬ የቀኒልና የቀኒልና ናይ ዮሃና መልእኽቲ ከመሓላልፉ ሃብዮም። ሓድሽ ዓመት ናይ ዮሃና መልእኽቲ ከመሓላልፉ
ርሑስ ሓድሽ ዓመት ግበረልና። ተሓጉሰሉ፣ ተሓቀፈሉ ታኸበሉ ግበረና ኣምላኬ።
የቀንየልና።
ዝኸበርኩም ተኸታተልና ዘለናዮ ቦታ ሳሪስ ኣዲስ ኣበባ ድንድል መሳገሪ ናይ መኪና ኢና ዘለና ካብ ኤርትራ ዝመፃ ጋሻ ኣዴና ኣለዋ ምሉእ ሽምኪ ዶ ክትነግርኒ ተርፌል ዓንዲ ክኤል ኦኬ ፅቡቅ ማማ ለተርፌል ብምክንያት ሓድሽ ዓመትን በዓል ልደትን እዩ ዮሃና ክትብልን ከምኡ ድማ ምስላ ወይ ተመክሮ ክትነግርና ኢና ደሊና ክልተ ሕቶ ክትሓተኪያ ዮሃና ክትብሊ ኢኻው ዮሃና ንህዝቢ ኤርትራ ዓድና ክንምለስ ዮሃና ሙሉ ከም ዘለናዮ ብሓባር ብሰላም ዓድና ክንምለስ ዮሃና ተዓዘብትና መደብና እንዳቀጸለ እዩ ዘለናዮ ቦታ ሳሪስ ኣደይ ኣበባ ድልድል እዩ ክልተ ዋልዳ ኣለዋና ኣብዚ
ኦኬ ብምክንያት ሓድሽ ኣማዕትን በዓል ልደትን እዩ ናይ ዮሃና መልእኽትን ከምኡ እውን ሰለስተ ኣርባዕተ ሕቶታት ኣለዋ መጀመርያ ሙሉእ ሽም ክትነግርኒ
ስመይ መኣዛ ዳዊት ይበሃል ዘለኹዎ ቦታ ከኣ ሳሪስ ኣዲስ ሰፈር። ኦኬ ጽቡቕ ማዚት ርሑስ ሓድሽ ዓመትን በዓል ልደትን እንዳበልና ኢና ክልተ ሕቶ ሓተኪ እየ ምስላዩ ካብዚ እንተመሊስኪ ሚእቲ ብር ወይ ከዓ ሞባይል ካርድ ሽልማት ኣለኪ ኣጆኺ ጆኺ ምስላያ ክልተ ጎረቤት ነንሓድሕደን ዘይረኣያ መን እያ?

ወዲ ሰብ ክንደይ ሳንቡእ ኣለዎ?
ኣይፈልጠን እየ። ኣጆኺ ፈትኒ ፈትኒ። ኦኬ ደሓን ኣይመለስክያን ሓደ ወዲ ሰብ ክልተ ሳምቡ እዩ ዘለዎ ምስላ በለ ክሓተኪ እየ ሓንሳብ ምስ ወፃእ ከላ ዘይትምለሳ እንታይ እያ

እታ መልሲ ማህፀን ናይ ኣደ እያ ማህፀን ናይ ኣደ እያ ኧረ እሺ ንዒ ዮሃና ክትብሊ ብምክንያት ሓድሽ ዓመትን በዓል ልደትን ዮሃና ክትብሊ ዕድል ክበኪ እየ
ርሑስ ሓድሽ ዓመት ንምሉእ ህዝቢ ኤርትራ ጽቡቕ ኣራይ እንኮላይ ንዓኹም ኣይበልክናን ደሓን ጸገም የብሉን በዓልና ዘኪርና ክለና ኦኬ ሙሉእ ሽምኪ ክትነግርና እውይ ከትሰእካ እንዴ ኦኬ ኣነ ዮዲት ፀሃየ ይበሃል ዘለኾ ቦታ ድማ ሳሪስ ኣዲስ ሰፈር ይበሃል ኦኬ ጽቡቕ ዮዲታ ብምኽንያት ሓድሽ ዓመትን በዓል ልደትን ሓሙሽተ ሕቶ ክሓተኪ እየ ካብዚኤን እንት- ሰለስተ እንተመሊስኪ ሞባይል ካርድ ወይ ድማ ሚእቲ ብር ሽልማት ኣላትኪ አ፣ ምስላ ክሓተኪ እየ ምዕባድ እሞ ኩለን ይዓብዳ

ዲዕ ከምዚ ምሽ ሓሳብ ዶ ምስ ኣመረሎምስ ኣስመራ ኢሎም ኣስሚራ- ኣስሚራት ኢሎም ማለት አ፣ ጽቡቕ ፈተናይ ዳርጋ ርብዒ ናይቲ መልሲ መሊስክያ ኢኺ ኣስመራ ማለት ሓበራ ወይ ተጠርነፋ ማለት እዩ እቲ ትርጉም